ሰላም ሰላም ከመይ ኣለኹም ጀኻ ኣብዚኣ ካብ ኩሉ ኣብ ሰውነተይ ዝነበረ ገመዳት ነጻ ኮይነ እቲ ማለት ንልቢ ዝቋጸር ሰላም ተመሪቀ ሕጂ እዚኣ ናይ መወዳእታ እታ ድሕሪ ዕውት ዝኾነ ትማሊ መጥባሕቲ ዝገበርኩዎ ሎሚ ቀትሪ እዚኣ ወጺኤ ካብ ዝኾነ ይኹን ገመድ ኣብ ሰውነተይ ወይ ነገር ዘይብለይ ነፃ ኮይነ ክከውን እየ ማለት እዩ ድሕሪ ናይ ሰለስተ መዓልቲ ኣብ ዶችላንድ በኹም ኣብ ኢንተንሲቭ ስቴሽን ኣብ ካብ ዕለት 28 ቀብላት ክሳብ ዕለት 30 ዘሎ ናይ ድሕሪ ቀትሪ

ልቢ ድኻም እዩ ማለት ትርግታ ናይ ልቢ ድሕሪቱ ሽግን ጠቕላላ ኩሉ ነገር ተመሓይሹ ፅቡቕ ኣውቶማቲክ ካብቲ ዝነበሮ ናይ ሰላሳ ክሳብ ኣርብዓ ካብኡን ላዕልን ታሕትን ዝብል ነበረ ሕጂ ግን ሓደ ቃዋሚ ዘይንቀሳቐስ ኣብ ሱሳ ሎሚ እውን እቲ ሓኪም መፅኡ ነቲ ዘሎ ነገር ክቋፃፀሮ እዩ ከመይ ከም ዘሎ ኤክስሬ ይገብረለይ ናይ ቀፃሊ ክንክን እንታይ ከም ዝገብር ሓበሬታን ድሕሪ ሓደ ወርሒ ኮንትሮሉ ካብኡ ክኣ ብ ዓመት ንሪኡ እንታይ ከም ዝኮነ ይግለጹ እሞ ደቂ ሰባት እዚ ኣጓዚኦም ዘጋጥሞም ጥዕናዊ ሽግራት መዓስን ኣበይን ከመይን ስለ ዘይፈልጡ ኣብዚ ጉዳይ ዝተመልከተ እየ ስፍሕ ዝበለ ሓበሬታ ነብቶም ኣብ ኤውሮፓ ዘለና ካብ ቦታ ናብ ቦታ ክንቀሳቀስ ከለና ክንገብሮ ዝግባኣና ናይ ጥዕናዊ ማለት ጥንቃቐታትን ኣብ ዘጋጠመና ሓደጋታት ድማ እንታይ ክንገብር ከምዘላን ንዕኡ ዝምልከት ስፍሕ ዝበለ ሓበሬታ ተኻቢ ኢለ ስለ ዝሓሰብኩ ከቕርበልኩም እየ እዚኣ ከም ጥራይ ሕፅር ዝበለት ከም መእተውያ ነይራ ማለት ሰፊሕ ዝኾነ ኣብቲ ዝሓለፈ እዋን ኣብቲ ኢንቴንሲቭ ኢንቴንሲቭ ሴሽን ከለኹ ዝቐረፅኩ ማለት ስእሊ ጥራይ ኣሎ ንዕኡ ከርእየኩም እየ ስለዚ እምበኣር

ድቃስ እውን ስለ ዘየመጸኒ ምስቲ ዝነበረኒ ቁሩብ ቃንዛ እቲ ኣብ ኣእምሮይ ዝመጸ ሓሳብ ብዙሓት ከምዚ ኣነ ሕጂ ኣጋጢሙኒ ዘሎ ጸገም ካብ ሓደጋ ከም ዘጋጥሙ ድሮ ብናተይ ሓላፊት ዝኾነት

ንቡር ከም ዘይኮነ ትሒቱ ከም ዘሎ ምስ ፈለጥኩ ንነፍስሄር ዶክተር ነርኣዮ ኣማኺረዮ እሞ ምንም ጸገም የብሉን እንተ ኩሉ ግዜ እቲ ናቱ ናይ ተረግታ ልቢ ቋሚ ላዕልን ታሕትን ዘይብል ኮይኑ ዋላ ውትሕት ተኾነ ጸገም ኣይኮነን ኢለኒ ድሕሪኡ እውን ሱዳን ኣብ ዝነበርኩሉ እዋን ኣብ ክልተ ሽሕን ሸውዓተን ወይ ሸሞንተን ኣቢሉ ኣዝዩ ጥሒቱ ዝኾነ ጽቡቕ ዘይኮነ ስምዒታት ስለ ዝነበረኒ ኣብ ናይ ጥልያን ሕክምና ኣብ ካርቱም ዝነበረ ሰላም ሆስፒታል ዝብል ናብዚ ዘበርክቱለይ ሰባት ከማን ፍረዝ ፒኤስኤፍ ወድ ጀርመን ሓባ ሰሚር ኣብኡ ዝሰርሕ ስለ ዝነበረ ብዘይርጋን ብቕልጡፍ ረድኤት ንክረክብ ተገይሩ ኣብቲ ሆስፒታል እቶም ፃዓዱ ብዙሕ መርመራታት ገይሮምለይ ከምኡውን ኤክስሬ ኣብኡ ስለ ዘይነበሮ ናይ መስተሽፋ ቀልብ ወይ ናይ ልቢ ሆስፒታል ከይደ ራጂን ኩሉ እቲ ዘድሊ መረመራታን ገይረ ኣብኡ ግን

ኣነ ዕለት ዕስራን ሽዱሽተን ምሸት ኣትየ ኣቦኹም ሰዓት ዓሰርተ ኣካባቢ ምስ ሓፍተይ ኣምሲና ረቡዕ እውን ብሓንሳብ ውዒልና ሓሙስ ናይ ንግሆ ዓርቢ ተበጊሰ ክምለስ ስለ ዝኾንኩ ናብ ስዊዝ ሓደ ሓደ ዘድልየኒ ነገራት ናብ ገዘ ንሳ እውን ዝብፃሕ ነይርዋ ናብ ዶርትሞንት ከድና ካብ ዶርትሞንት እንዳተመለስና ከለና ድማ ነቲ ዘድሊ ጉዳይ ንክንገዝእ ኣቦኾም

ህይወት ተቋሪጸሉ ዘላ ምልክት እዩ። በዚ ምኽንያት ድማ ኣነ ኣብቲ ናይ ኢንተንሲቭ ስታስዮን ወይ ናይ ጽኑዕ ናይ ጽኑዕ ሕሙማት ዝኣትውሉ ኣትየ ምክትታል እንዳተገብረለይ ንሰለስተ መዓልቲ ኣብቲ ካልኣይ መዓልቲ እዚ ሓሙስ ነይሩ ንሶኒ ወይ ሰሉስ ኦፕሬሽን ክትገብር ሓቢሮም ንስኻ ፔስ ሜከር ወይ ሽሪክ ማኸር ብሎ ዶች ነቲ ትርግታ ናይ ልቢ

ክህቡም ይደልዮም እሞ ሓገዝካ ንከበርክቱልካ ዝመጹ ኣብ ግዜ ጸገምካ ኣብ ክንዲ ተቀቢልካ ሕራይ ምባል ኣነውን ኣብታ ዝገበርክዋ ጌጋ እኖኖ ደሓን የቀንየለይ ኢለ ብብርከይ ድዩ ብፎሕ ፎኽ እንዳበልኩ ተሲኤ ባዕለይ ኮፍ ክብል ፈቲነ እሞ ከምቲ ኣብቲ ምስ ሓብተይ እተዛረርናሉ ሓገዝ ክቡካ ንዝመጹ ሰባት ሓገዝ ዘይምንፋግ